ዕዙዝ ሰላምታ ይብጻሕኩም ኣብዚ ቅንያት እዚ ንጀርመን ዝኣትዉን ካብ ጀርመን ዝወፅን ዝምልከት ብዙሕ ክንሰምዕ ቀኒና ኣለና እምበኣርከስ ነዚ ብምምርኳስ ነዚ መደብ እዚ ኣዳልየ ኣለኹ። ስጋብ መወዳእታ ብጽምዋ ምስ እትከታተልዎ ንዓኹምን ንመቕርብኩምኹን ብዙሕ ሓበሬታት ክትረኽቡ ኢኹም። ብመጀመርያ ክብሎ ዝደሊ ግን ኣብ ጀርመን ዝኣተወ ኤርትራዊ ብዘይ ፍቓዱ ካብ ሃገር ጀርመን ከምዘይወጽእ ርግጽ ነገር እዩ። ስለምንታይሲ ቀዳማይ መስጎጒ ዘብቅዕ በደል ስለ ዘይፍጽም፣ ካልኣይ እቲ ንስደተኛታት ንምውጻእ ዝምልከት ሕግታት ናይ ሕብረት ኤውሮጳ ስርዓታት ስለ ዝኾነ። ኣብ ሃገረ ጀርመን ንኣርባዕተ ዓመት ምጽናሕና ሓደ ካብቲ ኣብ ጀርመን መሰል መንበሪ ዘፍቅድ እዩ። ከምቲ ኣብቲ ናይ ልፍንቲ ውዕል ሰፊሩ ዘሎ እዚ መስርሕ እዚ ስጋብ ሰላሳን ሓደን ዓሰርተ ክልተ ክልተ ሽሕን ዕስራን ሸውዓተን ከም ዝኸይድ ኣይንረስዕ። በዚ ምኽንያት እዚ ስክፍታ ኣይሃልወና ተባሳጪና ናብራናን ናብራ ስድራ ቤትናን ከይነባላሹ ሓደራ። በንጻሩ ሰሪሕና ስለ እንኣቱ ተደለይቲ ምዃንና ኣይንረስዕ። ዘፍርሕ ነገር ፈጺሙ የለን። እምበኣር ብምቕጻል ኣብቲ ናይ ሎም መዓልቲ መደብና ክንኣቱ በዘን ኣብዚ ተጠቒሰን ዘለዋ ነጥብታት ክንዝቲ ኢና ማለት እዩ ግዜያዊ ናይ ቤት ጽሕፈታት ጸገማት ኣውስሌንደር ብሄርደ ኡንድ ቤትሲርክስ ብሄርደ ካባና ዝጥለቡ ግዴታታት ብኸመይ መንበሪ ወረቐትና ነናውሕ ግዜያዊ መንቀሳቐሲ ፍቓድ ፊክስዮንስ ቤሻይኒጉን

ነዚ ፀገማት እዚ ምኽንያት ኮይኖም ዘለው ሕፅረት ሰራሕተኛታት፣ ብዝሒ ተገልገልቲ፣ ፃዕቂ ስራሕ፣ ቢሮክራሲ፣ ሕፅረት ዲጂታላዊ ኣሰራርሓ። ኣብ ገለ ከተማታት ጀርመን ዘለዋ ቤት ፅሕፈታት ንደቂ ወፃኢ ዝምልከቱ ጉዳያት ኣሰራርሓ ንግዚኡ ፀገማት ተፈጢሩ ኣሎ። እዚ ከዓ ነቲ ናይ መቐመጢ ወረቐት ንምንዋሕ ዓብዪ ሽግር እዩ። እቲ ናይ መቐመጢ ወረቐት ንምንዋሕ ልዕሊ ሽዱሽተ ወርሒ ይወስድ ኣሎ። መፍትሒ ስጋብ ዝርከቦ ግዜ ከይወሰደ ኣይክተርፍን'ዩ። ኣብ ገሊኤን ከተማታት ግን ድሮ ተመሓይሹ ይርከብ። ምስዛ ነጥቢ'ዚ ኣተሓሒዘ ክብሎ ዝደሊ እቲ ኣብቲ ናይ ምንዋሕ ወረቐት ዘጋጥም ዘሎ ምድንጓይ ንዓና ጥራይ ይወርደና ከምዘሎ ገይርና ክንወስዶ ኣይግበኣናን። ንኹሉ'ዩ። ስለዚ ብርግኣትን ዓቕልን ጉዳይና ከነሳልጥ ንፈትን። ምሕራቕ፣ ምቁያቕ፣ ጸርጸር ምባል ይጎድእ እምበር ኣየሳልጥን እዩ። ነቶም ሰብ መዚ ምስ እነኽብሮም ንሳቶም ከኣ ብኽብረት ክቕበሉና እዮም። ኣብታ ካልኣይቲ ነጥቢ ክኣቱ ካባና ዝጥለቡ ግዴታታት ነዞም ተጠቒሶም ዘለዉ ናይ ቤት ጽሕፌታት ጸገማት ምእንቲ ተወሳኺ ከይንኸውን እቲ ንሕና ከነማልኦ ዝግበኣና ብደምቢ እንተፈጺምናዮ እቲ በዓል መዚ ኣብዚ ግዜዚ ናትና ጌጋ ንምእራምን ምምሕያሽን ግዜ የብሉን ነቲ ጉዳይ ብጎቦ ከወንዝፎ ይኽእል እዩ ናትና ጉድለት ምዃኑ ንረስዕ እንታይ ጌጋ ከምዝገበርና ንነብስና ንሕተት ሓደ ናይ መደንጎዪ ምኽንያት ከኣ እዚ እዩ። እቲ በዓል መዚ እንታይ ግዱ? ኣብዚ ክጠቕሰን ዝደሊ እተን ልሙዳት ዝኾና ጸገማት ወይ ጌጋታት ኣብ ምሕዳስ መቐመጢ ወረቐት፣ ዲጂታላዊ መራኸቢ ዘይምህላው፣ ኢመይል፣ ስልኪ ወዘተ፣ ደንጒኻ ምምልካት፣ ምጉዳል ወይ ዘይተማለኡ ሰነዳት ምቕራብ፣ ንምዝርራብ ቋንቋ ጀርመን ዘይምምላኽ፣ ድኻም ወይ ተስፋ ምቑራጽ። ንዚኤን መፍትሒ ኢለ ዝሓሰብኩወን ብህጹጽ ናይ ግድን ብቐጻሊ እንከታተሎ ኢመይል ወይ ስልኪ ምድላው። እዚ ናይ ግድን እዩ። ኢመይል ተዘይብልና ጉዳይና ኣይክሰልጥን እዩ። መቐመጢ ወረቐትና ብውሕዱ ሰለስተ ወርሒ ክተርፎ ከሎ ምምልካት። ሓንቲ ከየትረፍና እትን ዝተሓተተ ናይን ስነዳት ምሃብ ተስፋ ዘይምቑራፅ ስጋብ ወረቐትና ንሕዝ ዘይምሕላል ኣብታ ሳልሰይቲ ነጥቢ ክኣቱ ብኸመይ መንበሪ ወረቐትና ነናውሕ ብዙሓት ሰነዳት ንሕና ኤርትራውያን ብቐሊል ዘይንረኽቦም ክኾኑ ክእሉ እዮም ንኣብነት ናይ መርዓ ሰነድ ኣብቲ ሰንጠረጅ ምርዓዋት ከም ዝኾንና ንመልእ እሞ ምስቲ መመልከቲ ግን ናይ መርዓ ሰነድ ስለ ዘይብልና ኣይንሰደድን። እዚ ጉዳይ እዚ ናይ ፍርዲ ውሳነ ይወስድ ማለት እዩ። ብካልእ ኣዘራርባ ምስ ጠበቓ ምዝራብ የድሊ። ከምኡ ድማ ንካልኦት ከነምጽኦም ዘይንኽእል ሰነዳት። ዝበለፀ ግን ምስቲ ቤት ፅሕፈት ቅድም ቆፀራ ብምግባር ብሁድ ኣገባብ ምርድዳእ የድሊ። ናይ መርዓ ሰነድ ብዘይ ምምፃእ ጉዳይና ዘይፍታሕ ምስ ዝኸውን ኣብ ደኒማርክ ብቐሊልን ቅልጡፍን ክንምርዖ ንኽእል ኢና። ነቶም ነዚ ጉዳይ እዚ ዘሳልጡ ሕጋውያን ትካላት ሃይራተን ኢን ዴኒማርክ ብምባል ኣብ ኢንተርነት ክንረኽቦም ንኽእል። ብዝተረፈ እቲ መመልከቲ ዝጠልቦ ሰነዳት ከየጉደልና ኩሎም ከነረከቦም ኣለና። ብሰንኪ ምውዳቕ ናይ መቐመጢ ወረቐትና ዝወርደና ጉድኣት ብጣዕሚ ብዙሕ እዩ። ንኣብነት እቲ ናይ መቐመጢና ገንዘብ ከቋርፅ ይኽእል፣ ወሃብ ስራሕና ንኸውፅኣና ፀገም የብሉን ወዘተ። እቲ ፀገማት ወሰን የብሉን። እቲ መንበሪና ወረቐት ምንዋሕ እንተደንጎየና እቲ ናይ ግዝያዊ ወረቐት፣ ፊክሲዮንስ ቤሻይንጉን፣ ክወሃበና ንሓትት ማለት እዩ። ኣብኡ ከለኹ ኣብታ ራብዐይቲ ነጥቢ ክኣቱ ንሱ ከዓ ነቲ ናይ መፃንሒ ወረቐት ዝምልከት እዩ ፊክሲዮንስ ቤሻይን ይጉን እዚ ወረቐት እዚ መንበሪና ምስ ዝጠፍእ ወይ ምስ ዝወድቕ ዝወሃበና መፃንሒ ሰነድ እዩ ገለ ሰባት ኣለዉ ነዚ ወረቐት እዚ ምስ ዱልዱን ደጋግይዎ ግን ዝተፈላለየ እዩ። ፊክሲዮንስ በሻይኒ ግን ወረቐትና ተወዲኡ ምስ ተሰርሐ ነረክቦ እሞ እቲ ናህና ወረቐት ከዓ ተናዊሑ ይመፃና ማለት እዩ። ስለዚ ምስ ዱልዱን ከነጋግዮ የብልናን። ንምንዋሕ ዘድልዩ ሰነዳት ካብ ከተማ ናብ ከተማ ዝተፈላለዩ እዮም፣ ግን ኣብ መብዛሕትኡ ከተማታት ዘድልዩ እዞም ዝስዕቡ እዮም። ሕጋዊ ፓስፖርት ወይ እቲ ንስደተኛ ዝወሃብ ሰማያዊ ፓስፖርት፣ እቲ ክወድቕ ዝቐረበ ናይ መንበሪ መቐመጢ እንተሃልዩና፣ እቲ ዝተዋህበና ግዝያዊ ወረቐት፣ Fiktionsbescheinigung፣ ናይ መርዓ ወይ ናይ ፍትሕ ሰነድ፣ ናይ ደሞዝ ወይ ካልእ ናይ እቶትና ዘመስክር ሰነድ፣ ናይ ስራሕ ውዕል፣ ናይ ክራይ ገዛ ውዕል፣ መድሕን ጥዕና። ክረን ቅንፍር ዝሸሩን ኣብቲ ቅጥዖ ዝሰፍሩ ዘለዎም ስም፣ ስም ኣቦ፣ ዜግነት፣ ኣድራሻ፣ ቁጽሪ ስልኪ፣ ኢመይል፣ ከምኡ ውን ናይ ወሃብ ስራሕና ኢመይልን ስልክን ወይ ናይቲ ሓለቓ ማለት እዩ፣ እንተሃልዩ ከኣ ናይ ቋንቋ ትምህርቲ ሰነድ። ብድሕሪኡ ዝመፅእ እቲ ሰነዳት ብኸመይ ንሰዶ እዩ ዝበለፀ ኣብ ኮፒ ሾፕ ብምኻድ ፒዲኤፍ ስካን ክገብሩልና ንሓቶም ብድሕሪኡ ናብ ኢመይልና ንሰዶ ወይ ብዩኤስቢ ሃቡና ንብሎም ድሕርዚ እቶም ሰነዳት ኣብቲ ናይ መናውሒ ስንጠረጅ ኣብ ቦቦትኡ ንፅዕኖም ሆክላድን ኦር ኣፕሎድ ገሊኤን ቤት ጽሕፈታት ብስእሊ ይቕበላ እየን፣ ዝበዝሓ ግን pdf ስለ ዝደልያ ብpdf ምስዳዱ። እቲ ናይ መናዕውሒ ሰንጠረዥ መሊእና እቶም ሰነደት ጽዒንና ምስ ወዳእና ነቲ ቐጥዒ ከመይ ገርና ከም ንሰዶ ካብ ከተማ ናብ ከተማ ስለ ዝፈላለ ተገዲስና ክንሪኦ የድሊ ወይ ከዓኒ ከመይ ገርና ከም ንሰዶ ንሰብ ክንሓትት ይግባእ። ቀፂሉ ዝመፅእ ነጥቢ ቀዋሚ መንበሪ ፍቓድ ኡምበፍሪስተተር ኣውፈንትሃልስ ቲትል ኦደ ኒደላሱንግስ ላውድነስ ብመጀመርያ እስኪ ፍልልይ ኣብ መንጎ ተራን ቀዋምን መቐመጢ ፍቓድ ዘሎ ፍልልይ ንመልከት። ቀዋሚ መቐመጢ ፍቓድ ድሕሪ ዓሰርተ ዓመት ክሕደስ እንከሎ ተራ መቐመጢ ፍቓድ ግን ድሕሪ ሰለስተ ወይ ሓሙሽተ ዓመት ክናዋሕ ኣለዎ። ቀዋሚ መቐመጢ ፍቓድ ኣብ ናይ ስራሕ ቦታ ተኣማምነት ይህብ። ቀዋሚ መቐመጢ ፍቓድ ናይ ጀርመን ዜግነት ንምርካብ የቃልሎ። ቀጺልና እንሪኦ ንቀዋሚ መንበሪ ፍቓድ ዘድልዩና ረቋሒታት ማለት እዩ። ሓደ ሰብ ንቀዋሚ መንበሪ ፍቓድ ንምርካብ እዞም ዝስዕቡ ረቑሓታት ይሕተቱ ማለት እዩ። ካብ ሓሙሽተ ዓመት ናይ መንበሪ ፍቓድ ዘለዎ ብቁጠባ ነብሱ ዝኽእል ናይ ማሕበራዊ ሓገዝ ዘይክፈል ንዕስራን ኣርባዕተን ኣዋርሕ ናይ ግዴታዊ ጥሮታ ወይ ተመሳሳሊ ዝኸፈለ ዓቢ ገበን ዘይፈጸመ ወይ ማሕበራዊ ድሕንነትን ስርዓትን ህዝቢ ዘይጠሓሰ ሰራሕተኛ እንተኾይኑ ናይ ስራሕ ፍቓድ ዝውንን፣ ንጥፈታቱ ንምትግባር ዘድልዩ ፍቓድ ዘለዎ፣ እኹል ኣፍልጦ ቋንቋ ጀርመን ዘለዎ፣ መሰረታዊ ፍልጠት ማሕበራዊ ሕግን ስርዓትን ዘለዎ፣ ንዕኡን ንስድርኡን እኹል መንበሪ ገዛ ዘለዎ። እቲ ዓንቀጽ ትሽዓተ ብተወሳኺ ከምዚ ይብል፣ እዞም ረቋሒታት እዚኦም እቲ ወጻእተኛ ብሰንኪ ኣካላዊ፣ ኣእምሮኣዊ ወይ ስነ-ኣእምሮኣዊ ሕማም ወይ ስንክልና ከማልኦም እንተዘይክኢሉ ይሕደጉ። ኣብዚ ከይጠቐስኩዎ ክሓልፍ ዘይደሊ፣ እዚ ጥቕሲ እዚ ዳርጋ ኣብ ኩሉ ሕግታት ጀርመን ይርከብ። ስለምንታይሲ ጀርመን ሓንቲ ማሕበራዊ ሃገር ስለ ዝኾነት፣ Sozialstaat። እዚ ማለት ከኣ ብስንክልና ይኹን ብቑጠባ ዝተጸገመ ሰብ ምሉእ ብምሉእ ደገፍ ክግበረሉ ሕጋውን መሰላውን እዩ።

ብስብኣውነት ናይ ተጻዋርነት መንበሪ ዱልዱም ዱልዱም ማለት ትርጉሙ ሓደ ሰብ ካብ ሃገር ጀርመን ክወጽእ ዝግብኦ ክንሱ ግንቀቲ ዝወጻሉ ግዜ ብዝተፈላለየ ምኽንያት ምስ ዝናዋሕ ወይ ዝቕየር ማለት እዩ። እቶም ምኽንያታት ክኾኑ ዝኽእሉ ጉድለት ንመገሻ ዘድልዩ ሰነዳት፣ ብትምህርቲ ወይ ስራሕ፣ ብሰብኣውነት ወዘተ። እዛ ነጥቢ እዚኣ እታ ቀንዲ ናይዚ መደብና እያ መንግስቲ ፌደራል ጀርመን ኣብ ዕድል ዝተመስረተ መሰል መንበሪ ዝበሃል ከተኣታቱ ወሲኑ ኣሎ ሻንስ ኣውፌንታሃልት ኤላብንስ እዚ ሓድሽ ደንቢ ንነዊሕ ዓመታት ብተጻዋርነት ዝጸንሑ ወጻእተኛታት ስሩዕ መንበሪ ንምርካብ ዘድልዮም ረቋሒታት ከማልኡ ዕድል ምሃብ ዝዓለመ እዩ። ስለዚ ክፉእ ኣሎ ጽቡቕ ኣሎ፣ እቶም ብተጻዋርነት መንበሪ ፍቓድ እንነብር ካብዚ መንበሪ ዓይነት ብኸመይን መዓስን ክንወጽእ ንምዝታይ እዩ። ኣብ ዕድል ዝተመስረተ መሰል መንበሪ መንግስቲ ፌደራል ጀርመን ኣብ ዕድል ዝተመስረደ መሰል መንበሪ ዝበሃል ከተኣታቱ ወሲኑ እዚ ሓድሽ ደንቢ ንነዊሕ ዓመታት ኣብ ተጻዋርነት ዝጸንሑ ወጻእተኛታት ቀዋሚ መንበሪ ንምርካብ ዘድልዮም ረቋሒታት ከማልኡ ዕድል ምሃብ ዝዓለመ እዩ እቲ ናይ ዕድል መንበሪ ፍቓድ ምስ እተመልክት ጥራይ እዩ ዝወሃብ። ንዕኡ ኢሉ ዝተዳለወ መመልከቲ ቅጥዒ ወይ ሰንጠረጅ ስለ ዘየሎ፣ ነዚ ዕድል እዚ ክጥቀመሉ ዝደሊ ብገዛእ ርእሱ ብጽሑፍ ወይ ብፖስታ ወይ ብኤለትሮኒካዊ ኣገባብ ከመልክት ይኽእል። መመልከቲ ምስ ኣቕረብካ፣ ብቑዕነትካ በቲ ንወጻእተኛታት ዝምልከት በዓል መዚ ክምርመር እዩ። ነቲ ረቋሒታት እንተ ኣማሊእካ ናብ ቆጸራ ትዕደም፣ ድሕሪኡ ኣብዚ ቆጸራ ኤለትሮኒካዊ መንበሪ ፍቓድ ይወሃበካ። መሰል መንበሪ እዛ ነጥቢ እዚኣ ወይ እዛ ጽሕፍቲ እዚኣ ካብታ ቀዳመይቲ ቪድዮ ቀዲሐ ደምጻኹዋ እስከ ብሓባር ንርኣያ መስል መንበሪ ንዝተጸገሙ ወጻእተኛታት ጽቡቕ ዝተዋሃሃዱ እኹል ኣፍልጦ ቋንቋ ጀርመን ዘለዎም ካብ ዓሰርተ ክልተ ኣዋርሕ ሕጋዊ ስራሕ ዝሰርሑ መንነቶም ዝተነጸረ ገበን ዘይፈጸሙ ብመጠኑ ብቑጠባ ነብሶም ዝኽእሉ ቅድሚ ሰላሳን ሓደን ዓሰርተ ክልተ ክልተ ሽሕን ዕስራን ኣርባዕተን ብውሕዱ ብቐጻሊ ንኣርባዕተ ዓመት ኣብ ሃገረ ጀርመን ዝተቐመጡ ጌና ኣብ ሕጊ መንበሪ ዓንቀጽ ዕስራን ሓሙሽተን ኣበ ኣውፌንትሃልት ግዘትስ ዘየማልኡ እዮም። ንተወሰነ ግዜ መንበሪ ወረቐት ክንገብር ኢና። ተወሳኺ ዝርዝራት ኣብ ትሕቲ መስርሕ ሓጋጊ ኣካል ይቕጽል ኣሎ። እዚ ደንብዚ ስጋብ ሰላሳን ሓደን ዓሰርተ ክልተ ክልተ ሽሕን ዕስራን ሸውዓተን ኣብ ግብሪ ክውዕል እዩ። ስለዚ ከምዝንሪኦ ዘለና ንክልተ ዓመት ክኸይድ እዩ ማለት እዩ። ኣብዚ ብናተይ ሓሳብ ክውስኸሉ ዝደሊ መንግስቲ ጀርመን ነቶም ብሕጂ ንጀርመን ዝኣትዉ እናተቋፃፀረ ነቶም ኣብ ጀርመን ዘለዉ ግን ብደንቢ ናብረኦም ንምምሕያሽ ክገብሮ ዝደሊ ደሎ ስጉምቲ ይመስል። እተን ነጥብታት ብመስርዕ ንምድጋም እንተ ኮይኑ ጽቡቕ ዝተዋሃዱ እኹል ኣፍልጦ ቋንቋ ጀርመን ዘለዎም ካብ 12 ኣዋርሕ ሕጋዊ ስራሕ ዝሰርሑ መንነቶም ዝተነጸረ ገበን ዘይፈጸሙ ብመጠኑ ብቁጠባዊ ነብሶም ዝኸእሉ ግን ኣብ ሕጊ መንበሪ ዓንቀጽ ዕስራን ሓሙሽተን ኣበ Aufenthaltgesetz ዘየማልኡ ቅድሚ ሰላሳን ሓደን ዓሰርተ ክልተ ክልተ ሽሕን ዕስራን ኣርባዕተን ብውሕዱ ብቐጻሊ ንኣርባዕተ ዓመት ኣብ ጀርመን ዝተቐመጡ እቶም ወረቓቕቲ እንታይ ይመስሉ ንምርኣይ እዚ ድልዱም ብቐዳማይ ገጹ ማለት እዩ ኣብዚ እዋን እዚ ግን ዝተቐየረ እውን ኣሎ እዚ ብዳሕረዋይ ገጹ ስለዚ ንሓፂር ግዜ ዝወሃብ ድልዱም ከም ዝኾነ ብዝንሪኦ ኣውሴትሱን ደር ኣብሺቡም እዚ ንነዊሕ ግዜ ዝወሃብ ድልዱም'ዩ። ብስራሕ ድዩ ብትምህርቲ ወይም ብሰብኣውነት ንነዊሕ ግዜ ኣብ ጀርመን ንዝጸንሕ ሰብ ዝወሃብ'ዩ። ብዙሕ ዓይነት ከኣ ኣሎ። ከም ናይ ባንክ ካርድ ዝመስል ኣሎ፣ ኤለትሮኒክ። እዚኣ እታ Fiktionsbescheinigung፣ ጉዳይና ስጋብ ዝፍጸም እትወሃበና ወረቐት'ያ። እዚኣ ኣብ ኩሉ ሓደ'ያ፣ ስጋብ ሕጂ ኣይተቐየረትን ዘላ። ንመንበሪ ወረቐት ዝምልከት ኣብዚ ወዲእና ኣለና ስለዚ ግዜያዊ መንበሪ ወረቐት ማለት ዱልዱን ዘሎና ንተራ መንበሪ ወረቐት ንሕሰብ ከምኡ ድማ ንቀዋሚ መንበሪ ወረቐት ኡንበፍሪስተት ኣውፍንትሃልትስ ቲትል ንምግባር ኣይንሕመቕ። ካብኡ ናይ ጀርመን ዜግነት ምውሳድ ርሑቕ ኣይኮነን። ነዚ ኩሉ ግን ወሳኒ ስራሕ ስለ ዝኾነ ኣብ ዝመጽእ ስራሕ ብኸመይ ንደሊ፣ ንስራሕ ብኸመይ ንሓትት ንዝምልከት መደብ ከቐርብ እየ። ጽን ኢልኩም ዝሰማዕኩምኒ ብዙሕ የመስግነኩም።